ኣሃዱ ኣምላክ ኣሜን ይትባረክ እግዚኣብሔር ኣምላከ ኣበዊነ ቅዱሳን ለዘ ኣብፀሐነ እስከዛቲ ሰዓት ክሳብ እዛ ሰዓት እዚኣ ዘብፀሐና ኣምላክ ቅዱሳን ኣቦታትና ልዑለ ባህሪ እግዚኣብሔር ኣምላክ ዝኸበረን ዝተመስገነን ይኹን። ንፅሕተ ንፁሃን ቅድስተ ቅዱሳን ቅድስት ድንግል ማርያም ክብርን ምስጋናን ይብፅሓያ። ብሓፈሻ ኩሎም ሁሩያን እግዚኣብሔር ክብርን ምስጋናን ይብፅሓዮም። እግዚኣብሔር ዘፍቅረኩም ንእግዚኣብሔር እተፍቅሩ ቅዱስ ቃሉ ንምስማዕ ናብዚ ቅዱስ ስፍራ ዝተገባኹም ስድራ እግዚኣብሔር ብፍፁም ሰላም ናይ ክርስቶስ ኣምላኽና ከመይ መፂኹም? ከመይ ፀኒሕኹም? ከመይ ቀኒኹም? ኣሜን ቅዱስ እግዚኣብሔር ኣምላኽና እግዚኣብሔር ይመስገን ኢልና ክነመስግኖ ኣንደበት ልሳንና ስለ ዝኸፈተልና ክብርን ምስጋናን ልዑል ስሙ ይኹን። እልል ኢልኩም እግዚኣብሔር ኣምላኽ ኣመስግኑ። እንኳዕ ብሰላም ናብዚ ክቡር በዓለ ጥምቀት ናይ ጎይታ መድሓኒ የሱስ ክርስቶስ ብሰላም ኣብፅሓና። ዘይተወልደ እማይ ወእም መንፈስ ቅዱስ እየክል በዊኣ ውስተ መንግስተ ሰማያት ዳግም ካብ ማይን ካብ መንፈስ ቅዱስን ዘይተወልደ ንመንግስተ ሰማያት መንግስቲ ኣምላኽ ክሪኣ ወይ ክኣቱ ኣይክእልን እዩ ብዝብል ብሕጽር ዝበለ ከም ፍቓድ እግዚኣብሔር ኣምላኽና ክንመሃር ኢና። ቃሉ እንረኽቦ ኣብ ወንጌል ዮሓንስ ምዕራፍ ሰለስተ ዘሎ እዩ። ናይ ሎማዓንቲ ዝተነበበ ወንጌል ከኣኒ ወንጌለ ሉቃስ ከምኡ ከዓኒ ወንጌለ ማቴዎስ እዩ። ንኹሉ ጣል ኣቢልና ብሕጽር ዝበለ ስለ በዓለ ጥምቀት ክንመሃር ኢና። ዘኢተወልደ እስከ በሉ ዳግመ እማይ ወመንፈስ ቅዱስ እይክል ደዊኣ ውስተ መንግስተ ሰማያት ዳግም ካብ ማይን ካብ መንፈስ ቅዱስን ዘይተወልደ ንመንግስተ ሰማያት ክኣቱ ኣይክእልን እዩ። እሺ ቅዱስ ኣምላክና እግዚኣብሔር። ምስጢሩ ክገልጸልና ቅዱስ ፍቃዱ ይኹን። በዓለ ጥምቀት ኢና ነብዕል ዘለና። በዓለ ጥምቀት ማለት ናይ ጎይታና መድሓኒና የሱስ ክርስቶስ ብኢድ ዮሃንስ ዝተጠመቐሉ ማለት እዩ። ስለዚ ናይ ሎም መዓንቲ ዓንቲ ወይ ዝተነበበ ወንጌል እንድሕር ዳኣ ኣንቢብና ንእሽተይ ነቲ ቃል ከንብቦ ወንጌል ማቴዎስ ምዕራፍ ሰለስተ ካብ ፍቕዲ ዓሰርተ ሰለስተ ዘሎ ማለት እዩ ጥምቀት የሱስ ይብል። ሽዑ ኢየሱስ ብዮሃንስ ክጥመቅ ካብ ገሊላ ናብ ዮርዳኖስ መጸ። ዮሃንስ ግና ኣነ ደኣ ብኣኻ ክጥመቕ የድልየኒ እምበር፣ ንስኻዶ ናባይ ትመጽእ? ኢሉ ኣበዮ። ኢየሱስ ከኣ ኩሉ ጽድቂ ክፍጽም ይግብኣና እዩ እሞ፣ ሕጂስ ይኹን ደኣ ግሕደግ። ኢሉ መለሰሉ። ድሕርዚ ፈቐደሉ። ኢየሱስ ምስ ተጠምቀ ብእኡ ኻብ ማይ ወጸ፣ እንሆ ኸኣ ሰማያት ተኸፍተ፣ መንፈስ ኣምላኽ ድማ ኣብ ርግቢ ወሪዱ ኣብ ርእሱ ኪዓልብ ረኣየ። እንሆ ድማ ብእኡ ዝተሓጐስኩ ፍቱው ወደይ እዚ እዩ ዚብል ድምጺ ኻብ ሰማይ መጸ ይብለና። ኣቀዲምና ስለ ልደት ጎይታና መድሓኒና የሱስ ክርስቶስ ኣብ ዝሓለፈ ብስፍሕ ዝበለ ተማሂርና ነርና ምሽ ስለዚ ኣብ መንጎ ግዝረት ከ ኣሎ እዩ ዝሓለፈ ማለት እዩ ሎሚ ሓንቲ ከ ጥምቀት ልደት ግዝረት ጥምቀት ስለዚ ሎሚ ሓንቲ ስለ ጥምቀት ኢና ብሕፅር ዝበለ ክንምሃር ማለት ጥምቀት ጎይታ ንምንታይ ተጠሚቁ ጥምቀት ንዓና እንታይ እዩ ንምንታይ ኣድልዩ ካብ ጥምቀት እንረኽቦ እንጥቀመሉ ጠቕሚ ክንታይ እዩ? ብዘይ ጥምቀት ንሕናኸ እንታይ ኢና? ዝብል ክንምልከት ኢና። ኣቐዲምና ቅዱስ ዮሃንስ መጥምቀ መለኮት ዝበሃል ኣቦን ኣዲ ዘካርያስን ኢያቄምን እዮም ዝበሃሉ። ዘካርያስን ኢያቄምን ውሉድ ዘይነበሮም ብመብፅዓ ንዮሃንስ ዝረኸቡ እዮም። ትዝክሩ እንድሕር ዳ ኮንኩም ቅዱስ ዮሃንስ ጌና ወዲ ሽዱሽተ ወርሒ ኣብ ማህፀን ኣዲኡ ከሎ ንጎይታ ዝዓበየ ብሽድሸ ወርሒ እዩ ስለዚ መሳቲ እዮም ክንብል ንኽእል ኢና ምስ ጎይታ ማለት እዩ ብዕድመ ስለዚ ወዲ ሽድሽተ ወርሒ ከሎ ዮሃንስ ቅድስት ድንግል ማርያም እቲ ቃል ምስ ተነገራ ቀጥታ ናብ ሓትና ኤልሳቤጥ ከይዳ ነይራ ናብ ሓትና ኤልሳቤጥ ምስ ከደት ሓትና ኤልሳቤጥ ሰላም ንዓኺ ይኹን ምስ በለታ ድምፂ ሰላምታ ምስ ሰምዐ ኣብ ማህፀነይ ዘሎ ህፃን ብሓጎስ ዝተሰራሰረ ኢላታ ነይረ ምሾ ስለዚ ኣብ ማህፀን ኣዲኡ ኮይኑ ዝተሰራሰረ እዚ ህፃን እዚ እዩ እዚ ንጎይታ ዘጠምቕ ዘሎ ዮሃንስ እዩ ማለት እዩ ኣቦታት ምስርሳር ክብሉ ከለኹ ኣንፈራፀ ውስተ ከርሰ እሙ ሰገደ ውስተ ከርሰ እሙ ይብሉ ኣንፈራፀ ማለት ተሓጎሰ ዘለለ ማለት እዩ ግን ኣቦታት ክብልዎ እንከሎ ከዓኒ ኣብ ማህፀን ኣዲኡ ኮይኑ ነቲ ማህፀን ዘሎ ጎይታ ሰገደ ብምባል ተርጊሞሞ ኣለዉ። እዚ እውን የኽብል እዩ የኺድ እዩ። ንምንታይ እዩ ዘኺድ መሲልኩም? ንሱ ኣምላኽ ስለ ዝኾነ ኣምላኹ ፈጣሪ ስለ ዝኾነ ስለዚ ኣብ ማህፀን ኣዲኡ ኮይኑ ሰገደ ይብለና። እዚ ማህፀን ኣዲኡ ኮይኑ ሰገደ ምስ ተወልደ ቅዱስ ዮሃንስ ምስ ኣቦን ኣዲን ኣይኮነን ዓብዩ እቲ ታሪኽ እንድሕር ድኣ ኣንቢብኩሞ ኣብ ምድረ በዳ እዩ ዓብዩ ኣንበጣ እንዳተመገበ ጨጉሪ ገመል ማለት እዩ ተኸዲኑ ኣብ በረኻ ምድረ በዳ እዩ ዝቕመጥ ነይሩ። ደሓር ግን ካብ ሰማይ ድምፂ መፂዎ እንታይ ዝብል ንዓ መንገዲ እግዚኣብሔር ፅረግ፣ ንዓ ናይ ንስሓ ጠምቕ፣ ንዓ ስበኽ ዝብል መፂዎ። ብድሕሪኡ እዚ ነገር እዚ ምስ መፅኦ ናብ ዮርዳኖስ መፅዩ። ካብ ምድረ በዳ ናበይ መፂ ናብ ዮርዳኖስ ኣብ ዮርዳኖስ ኮይኑ ናይ ንስሓ የጠምቕ ነይሩ እንታይ ዝብል ኣነ ናይ ንስሓ የጠምቐኩም ኣለኹ ኣነ ናይ ንስሓ የጠምቐኩም ኣለኹ ናይ ንስሓ ግዜያዊ ናይ ንስሓ ዳ እምበር ናይ ዮሃንስ ጥምቀት ድሕነታ ተምፅእ ኣይኮነትን ውልድነት ተውህብ ኣይኮነትን ወልሓንቲ ካብ ናይ ንስሓ ወፃኢ ካልእ ወልሓንቲ ክስታ የብላን ግን መንገዲ ትፀርግ ነይራ ንመን ነቲ ብማይን ብመንፈስ ቅዱስ ወይ ከዓ ብማይን ብእሳትን ዘጠምቕ ጎይታ ንዑ መንገዲ ትፀርግ ነይራ ስለዚ ቅዱስ ዮሃንስ እንዳጠመቐ ከሎ ብዙሓት ይመፁ ነይሮም ናው ትሕትና ናይ ቅዱስ ዮሃንስ ብጣዕሚ ዝደንቕ ነገር እዩ በቲ ንሱ ዝገብሮም ናይ ልቦም ይነግሮም ነይሩ ነቶም ዓመፅቲ ትዕምፁ ኣለኹም ነቶም ዝብድሉ ትብድሉ ኣለኹም እንዳበለ ነናቶም ይነግሮም ነይሩ መመፂኦም ከ ንሕና ክንታይ ንግበር ንሕና ክንታይ ንግበር ንሕና ክንታይ ንግበር ኢሎም ይሓትዎ ነይሩ ነቶም ወተሃደራት ደደመስኩም ይኣኽለኩም ኣይተዓምፁ ኢሉ ይግስፆም ነይሩ ነቶም ሃብታማት ዘለኩም ኣካፍሉ ንድኻታት ሃቡ ክልተ ዘለዎ ነቲ ዘይብሉ ይሃብ እንዳበለ ይግሶም ነይሩ። እዚ ኩሉ ምስ ረኣዩ ቅድስና፣ ንጽህና፣ ቅንዕና ናይ ቅዱስ ዮሃንስ ምስ ረኣዩ እዚስ ብሓቂ እቲ ክመፅእ ዘለዎ መሲሕ ዶ ይኸውን ኢሎም ሓሲቦም። ሽዑ ስለ ርእስኻ መን ትብል ኢሎም ሓቲቶም። ስለ ርእስኻ መን ትብል ኢሎም ምስ ሓተትዎ ኣነ ኢሉ እቲ ኣቐዲሙ ብነቢይ ዝተነገረ መንገዲ ንእግዚኣብሔር ፀረግሉ ዝብል ኣዋጅ ዝተነገረ ንሱ እየ ኢልዎ መንገዲ እግዚኣብሔር ዝፀርግ ኣነ እየ ንሱ ኢሉ ገሊፁሎም ኣነ ክርስቶስ ኣይኮንኩን ኢሉ ኣይኮነን ክርስቶስ ክኸውን ናይ ጫሙ ምእሰር እኳ ክፈትሕ ዘይግባኣኒ ዘይበቅዕ ጫሙ እኳ ክፀውር ክስከም ዘይበቅዕ ዘይግባኣኒ ኢሉ ብፍፁም ትሕትና ንርእሱ ትሕት ኣቢሉ ክርስቶስ ዘጉልሐ እዩ ሎሚ ኣሸጊርና ዘሎ እዚ ኣይኮነን ንእሽተይ ኣገልግሎት እንድሕር ደኣ ንእሽተይ ተቐባልነት ተረኺብና መን ኣሎ ንእግዚኣብሄር ዘጉልሖ በትናቱ ምቕባል ርእሱ እዩ ዘልዕል ኣይኮነ ኣነ ኣነ ዳ እዩ ዝብል እምበር እግዚኣብሄር ኣይብልን። ቅዱስ ዮሃንስ ግን ዝኩሉ ክብሪ ረኺቡ ንርእሱ ጌና እንታይ ገይሩ ኣትሒትዋ እዩ በቃ ታራ ነገር ገይሩ ታራ ነገር ገይሩ ንርእሱ ኣትሒቱ ኣዋሪዱ ንጐይታ ግን ልዕል ኣቢሉ ቅድመይ ዝነበረ ግን ከኣ ድሕረይ ዝመጸ ንሱ ይመጽእ ኣሎ፣ ንሱ ብሓውን ብማይን ብመንፈስ ቅዱስን ከጠምቐኩም እዩ፣ ኣነ ግን ናይ ንስሓ የጠምቐኩም ኣለኹ ኢሉ መንገዲ ንእግዚኣብሔር ጸሪግሉ እምበኣር ነዚ እዩ። ቅዱስ ዮሃንስ ስለ ርእሱ ትሕት ኢሉ ስለ ጐይታ ክምስክር ከሎ መድኃኔ ዓለም ኢየሱስ ክርስቶስ ከኣ ካብ ገሊላ ናበይ መጺኡ? ናብ ዮርዳኖስ። ኣብ ዮርዳኖስ ዘሎ መን እዩ? ቅዱስ ዮሃንስ። ናብ ቅዱስ ዮሃንስ መጺኡ ማለት እዩ። ኣይገርመኩም? ኣነ ንሱ ኣይበቅዕን እየ ክብል ከሎ ዮሃንስ ኣይበቅዕን እየ ክብል ከሎ ጎይታ ግን ትበቅዕ ኢኻ ኢሉ ናብኡ መፅዩ ንዓይ ንስኻ ትበቅዕ ኢኻ ከተጠመቐኒ ትበቅዕ ኢኻ ኢሉ መፅዩ ትሕት ክንብል እንከለና ጎይታ ኸ የልዕለና ነዚ እዩ ክብሪ ምስጋናን ይብፃሕያ ቅድስት ድንግል ማርያም ኣብ ጸሎት ዘዘውትር ነቶም ልዕል ልዕል ዝብሉ የትሕቶም ነቶም ልዕል ልዕል ዝብሉ ንዖም የትሕቶም ኢሉ ምክንያቱ ልዕል ልዕል ምባል ትዕቢት ስለ ዝኾነ እዩ ኣብ ትዕቢት ከዓ እግዚኣብሔር የለን ኣብ ትሕትና እዩ ዘሎ ስለዚ ብንእሽተይ ነገር ተዘይተኣሚንና ብንእሽተይ ነገር ትሑታት ተዘይኮይና ብዓብይ ነገር ትሑታት ክንኮን ኣይንክእልና ክርስትያን በታ ዘላትና ንእሽተይ ነገር ንእግዚኣብሔር እሙናት ንኹን ካብ ኣማኒ ሃ እሙን ኮንካ ምርካብ ዝበለፀ ነገር እዩ ኣብ ቅድሚ እግዚኣብሔር ኣማኒ እሞ ኩሉ ኣማኒ እኮ እዩ ኣማኒ ይብለካ ይኮ ዘይኣማኒ የለን ንምንታይ ይኣምን እዩ ዝፈላለ እምበር ዘይኣማኒ የለን ኣብዚ ምድሪ ብፍላይ ብእምነት በዚ ክንመፅ ከለና ንባህላ ከዓ ኩሉ ኣማኒ ኦርቶዶክስ እዩ ዝብለካ ግን ንእግዚኣብሔር ተኣማኒ ድዩ ብሓቂ ንእግዚኣብሔር እሙናት ዲና ቅዱስ ዮሃንስ ንእግዚኣብሔር እዩ እሙን ነይሩ በረከቱ ይሕደረና። ብትሕትና በቲ ንእሽተይ ዝተዋህቦ ተኣሚኑ ንእግዚኣብሔር ልዕል ኣቢሎ እግዚኣብሔር ከዓ ንትሕትኑ ተመልኪቱ ናብኡ መፅኡ እንኮ ንኣምላኽ ዘጠመቐ ተባሂሉ መጥምቀ መለኮት ተባሂሉ ዝተገልፀ ቅዱስ ዮሃንስ እዩ ተመልከቱ እምበር ኣለና ብሓንሳብ ፀዋሪተ መለኮት ድንግል ማርያም መጥምቀ መለኮት ቅዱስ ዮሃንስ ኣይገርመኩም ፀጋይ ኣነ ኣብ ህይወተይ ዝደንቁሉ ኣለዉ ኣብ ናይ ጎይታ ማለት እዩ ኣለና ብሓንሳብ ሓደ ንድንግል ማርያም ንጎይታ ዝፀሮት ማለት እዩ ፀዋሪተ መለኮት እንብላ ማለት ብድሕሪ ካን መጥምቀ መለኮት ቅዱስ ዮሐንስ ዝደንቀኒ ነገር ማለት ሳልሳይ ንጎይታ መድኃኔ ዓለም ኢየሱስ ክርስቶስ ዝገነዙ ዮሴፍኒ ቅድመ ዝዝክሮም ኩሉ ግዜ ብጸሎት ንነብዘ እዞም ሰባት እዚኣቶም ይልኩ ኒቆዲሞስ መን መሲሉኩም እቲ ንጎይታ ዝከራኸር ዝነበረ ብለይቲ መጺኡ ዝመሃር ዝነበረ እዚ ሎሚ ኣርእስቲ ጌርናዮ ዝነበረ ዝተምሃሮ ሰብ እኳ ኒቆዲሞስ ማለት ዘይተወልደ እማይ ዳግመ እማይ ወእም መንፈስ ቅዱስ ተባሂሉ ዝተነገሮ ዝተማር ሊቅ ሊቅ ክንሱ እምና ኣጻብት የኣብ ኣጻብት ከም ዝብሉ ሊቃውንት ካብ ኣጻብዕት ኣጻብዕትና ኩሉ ሓደ ኣይኮነን ኣይኮነ ተመልከቱ ይባላል እዚ ኣይኮነን ስለዚ ኒቀዲሞስ መምህር ሊቅ እዩ ግን ከዓኒ ኣብ ትሕቲ ጎይታ መፅዩ ይመሃር ነይሩ ብለይቲ ነዚ ዝተጠመቕ ንሱ እዩ እምበኣር ተመልከቱ የሴፍን ኒቀዲሞስን ዝበሃሉ ዘለዉ እዚኦም ንጎይታ ዝገነዙ ይደንቁኒ መድሃኒ ዓለም ኢየሱስ ክርስቶስ ትንሣኤ ዝረኣየት ናይ መጀመርታ ማርያም እታ ሸውዓተ ጋንንቲ ዝነበርዋ ዘማዊት ሰበይቲ ዝክርዋ ዶ እዛ ሰብ እዚኣ ብጣዕሚ ትደንቀኒ እዞም ሰባት እዚኣቶም ኣብ ናይ ጎይታ ዝነበሮም ክሳብ ብጣዕሚ እዮም ዝደንቁን ብዙሓት ኣለዉ ግን ንጎይታ ዝገነዙ ትንሳኤ ጎይታ ዝረኣየት ንጎይታ ዘጠመቐ ንጎይታ ፀረት ማዕፀን ድንግል ማርያም ማለት ስለዚ መጥምቀ መለኮት ተባሂሉ ተፀው እዩ ናው ምስ መፀ ዋይ ይግብኣኒ እውን ኣይብልን ጎይታ ምስ መፀ ኣጠምቐኒ ኢልዎም ዮሃንስ ኣጠመቐኒ ምስ በሎ ዮሃንስ ግን እንታይ ኢሉ መሲልኩም ኣነ ደኣ ናባኻ ክመፅእ ይግባኣኒ እምበር ንስኻስ ናባይ መፂኻ ክትጥመቕ ከመይ ኢሉ እዚ ይኸውን ኢሎ ኩሉ ክንፍፅም ሕጊ ይግባኣና እሞ ይኹን ደኣ ኢሉ እዚኣ ቀላል ምስጢር ከይመስለኩም ክነግረኩም እየ ጎይታ መፂናኡ ኩሉ ሕጊ ክንፍፅምሃ ይግባኣና እሞ ሕጂስ ይኹን ደኣ ኣጠምቐኒ ኢልዎ ኣጠሚቕዎ ዮሃንስ ዶ ይዓቢ ጎይታ ጎይታ ይዓቢ ኣይኮነ ጎይታ ዝኣክል ግን ናብ ዮሃንስ መፂ ተጠሚቑ እምበር ተመልከቱ ናብ ዮርዳኖስ ዝመፀሉ ምክንያት እንታይ ነይሩ እንድሕር ዳ ኢልና ኣቐዲሙ ዮርዳኖስ ብትንቢት ዝተነገረ ስለ ዝነበረ እዩ ኣንተ ወይ ዲያቆን ክሰብክ ከሎ ዮርዳኖስ ጎየት ርእየትዎ ጎየት ዮርዳኖስን እዩ ከም ዝተባህለ ኣቐዲሙ ልቢ ኣምላክ ቅዱስ ዳዊት ዮርዳኖስ ሪኣ ሃደመት ንድሕሪት ተመልከት መቸም ማይ ንቅድሚት እዩ ዝሃድም ምሽ ኣይኮነ ንቅድሚት ንድሕሪት ክምለስ ይኽእል ማይ ዮርዳኖስ ግን ጎይታ ምስ ረኣየት ብዘይ ልባ ንድሕሪት ሃደመት እዩ ዝብል ንድሕሪት ፈጣሪኣ ምስ ረኣየት ፈጣሪ ምስ ረኣየ ኣብ ቅድሚት ዘይንቅጥቀጥ ኣብ ቅድሚት ዘይወድቕ የለን ፀሓይ ትፅልምት ከዋኽብቲ ይወድቁ ቀትሪ ከሎ ፀልማት ይኸውን ማይ ንቅድሚት ክኸይ ዝግብኦ ንድሕሪት ይኸይ ስለዚ ዮርዳኖስ ንድሕሪ ተመሊሳ ትንቢት ዝተነገረ ብልቢ ኣምላክ ቅዱስ ዳዊት ስለ ዝነበረ ነቲ ዝተዛረቦ ትንቢት ከዓ ዝፍፅም ኣምላክ ስለ ዝኾነ ቃሉ ንምፍፃም ናበይ መፅኡ ናብ ርዋ ዮርዳኖስ ዮርዳኖስ ማለት ቤተ ክርስቲያን ማለት እዩ ኣምሳል ናይ ቤተ ክርስቲያን እያ ቅዱስ ዮሃንስ መጥምቅ ካህን እዩ ኣለና ናብ ሓንሳብ ስለዚ መድሃኒ ዓለም የሱስ ክርስቶስ ናብ ዮርዳኖስ መፅ ቢድ ዮሃንስ ተጠሚቑ ቢድ ካህን ተጠሚቑ ማለት እዩ ንምንታይ እዚ ኮይኑ ንምንታይ ከምዚ ገይሩ መድሃኒ ዓለም የሱስ ክርስቶስ መጀመርታ ኢየሱስ ክርስቶስ ክጥመቅ ከሎ ጥምቀት የድልዮ ዲንዑ ወይ ንምንታይ ተጠሚቑ ንድሕዳ ንዑ ወላ ሓንቲ ዝጠቕሙ ነገር የለን ጎይታ ምጥማቑ ንዕኡ ወላ ሓንቲ ዝጠቕሞ ነገር የለን እሞ ንምንታይ ዳ ተጠሚቑ ዘይጠቕሞ ነገር እንድሕር ደኣ ኮይኑ እንድሕር ደኣ ኢልና ንዓና እዩ ንዓና ግን ይጠቕመና ንምንታይ ውልድነት እንረኽበሉ ስለ ዝኾነ ውልድነት እንረኽበሉ ነዚ እዩ ዳግመ ዘኢተወልደ እማይ ወመንፈስ ቅዱስ ተባሃለ ተመልከቱ ዳግመ ዝተባህለ መጀመርታ ካብ ኣቦናን ካብ ኣዴናን ብስጋ ንውለድ ኣይኮነ ብመንፈስ ከዓ በቲ ዝረእ ማይ ዘይረ ፀጋ መንፈስ ቅዱስ ዘይረ ውልድነት ክንርከብ ኣለና እዚ ከይረከብና ወላ ሓንቲ ድሕነት የብልናን ናብ ስጉን ደሙን እንበፅሕ ተጠሚቕና እዩ ኣይኮነ ህፃን ምስ ተጠመቐ እዩ ስጉን ደሙን ዝቕበል ኣይኮነ ከይተጠመቐ ስጉን ደሙን ኣይቀበልን እዩ ኣብ ክርስትና እዞም ክልተ መሰረታውያን ነገር እዩ ሰብ ዝገበረ እንተገበረ ተወረደ ተደየበ ተደኸመ ወላ ሓንቲ ብዘይ ክልተ ነገር ትርጉም የብሉን ብዘይ ዞም ክልተ ነገር ንሶም እንታይ እዮም ጥምቀትን ሃ ቅዱስ ቁርባንን እዚኣቶም ኣብ ክርስትና ብጣዕሚ ወሰን ቁልፍ እዮም ብዘይ እዚኦም እንታይ ኢሉ ዳግም ካብ ማይን ካብ መንፈስ ቅዱስን ዘይተወለን መንግስተ ሰማያት ክርያ ክኣቱ ኣይክእልኒ ኢሉ ብካልኻ እንታይ ኢሉ ስጋይ ዘይበልዐ ደመይ ዘይሰተ ንመንግስተ ሰማያት ሃ ክኣቱ ኣይክእልን እዩ ተረዲኹም እዚኦም ክልቲኦም ኣብ ክርስትና ህይወት ቁልፊ እዮም ማለት ብጣዕሚ ቁልፊ እዮም ከነስተውዕሎም ዘለ ሰብ ናብ ማሕበር ናብ ዝክር ናብ ካልእ ዝጎይ ኣይኮነ ግን ዝክር ናብ ቅዱስ ስጉእን ደሙን ከብፅሓና ኣለዎ ማሕበር ናብ ስጉእን ደሙን ከብፅሓና ኣለዎ ውራይ ናብ ስጉን ደሙን ከብፅሓና ኣሎ ናይ ወለደይ ናይ ኣቦይ ናይ ኣደይ እንዳበልና ንዝክር ኢና ግን እቲ ነገር ንሱ ናብ ስጉን ደሙን ከብፅሓና ኣሎ ተዘይብፅሕና ዋጋ የብሉን ማለት እምበኣር ተመልከቱ ኢየሱስ ክርስቶስ ጥምቀት ኣየድልየን ንዓና ክብል ግን ተጠሚቑ ኢልና እቲ ጥቕሙ ንዓና እዩ ጥቕሙ እንታይ ንዓና እንዳዳ ኢልና ኣዳም ውልድነት ስኢን ነይሩ ኣይኮነን ሓጢኣት ብምፍጻም ውልድነት ስኢኑ ነይሩ። ሎሚ ከኣ እታ ኣዳም ስኣና ውልድነት እትምለስ ተመልከቱ። ብምንታይ እያ? ብጥምቀት እያ። ዘይተወልደ ኢሉ ኣይኮነ ዘይተወልደ ማለት ውልድነት ልደት ማለት እዩ ካልኣይ ልደት ማለት እዩ ስለዚ ናይ ኣዳም ስኢንዋ ዝነበረ ልደት ብጥምቀት ጎይታ ረኪብዋ ንሕና ከዓኒ ብጥምቀት ጎይታ እታ ውልድነት እንረክባ ማለት እዩ። ስለዚ ንዓና ውልድነት ክንረክብ ጎይታ ተጠሚቑ ማለት እዩ። ጎይታ ንምንታይ ወዲ ሰላሳ ዓመት ተጠሚቑ እንድሕር ዳ ኢልና ኣዳም ወዲ ሰላሳ ዓመት ስለ ዝተወልደ እዩ። ሎሚ ጎይታ ወዲ ሰላሳ ዓመት እንዲ ተጠሚቑ ንሕና እውን ምስ ዓበና ኢና ክንጥመቕ ዝግባኣና ዝብሉ ብዙሓት ኣለዉ። ግን ጎይታ ዝተጠመቐሉ ዕላማ ኣለዎ ናቱ ዝተጠመቐሉ ጎይታ ወዲ ሰላሳ ኮይኑ ዝተጠመቐሉ ምክንያት ኣዳም ወዲ ሰላሳ ኮይኑ ስለ ዝተፈጥረ እዩ። ዳግማዊ ኣዳም ዝተባህለ ጎይታ ናይ ኣዳም ውልድነት ክመልስ ስለ ዝኽእል ኣዳም ዝገበረን ኩለን ገይርዎን ኣርብዓ መዓልቲ ጸይሙ ኣይኮነ በርብዓ መዓልቲ ከዓ ኣዳም ገነተ ኤደም ኣትዩ ኩሉ ትርጉም ኣለዎ ናብኡ ተዘተኸድና ግዜ ስለ ዘይኣኽለና ንግደፎ ስለዚ ጎይታ ዝተወለ ዝተጠመቐሎ ወዲ ሰላሳ እዩ ንሱ ከዓኒ ኣዳም ወዲ ሰላሳ ስለ ዝተፈጥረ ኢልና ካልኣይ ኣብ ሩባ ዮርዳኖስ ተጠምቀሉ ብጀካ እቲ ዝበልናዮ ትንቢት ዝተነግረ ካልእ ኣዳም ገብሩ ለዲያብሎስ ሄዋን ኣመቱ ለዲያብሎስ ተባሂሉ ሓንቲ ኣብ ሲኦል ሓንቲ ድማ ኣብ ዮርዳኖስ ቀቢርወን ነይሩ ይብሉ ቦታት ኣብ ኣንድምታ ትርጓም እየ ማለት ኣላና ሓሰብ ቀቢርወን ስለ ዝነበረ እታ ኣብ ዮርዳኖስ ተቐቢራ ዝነበረት ብጥምቀቱ ደምሰሳ ስራሕ ዲያብሎስ ኣፍረሰ ብምንታይ ብጥምቀቱ ኣብ ሲኦል ተቐቢራ ዝነበረት ከዓ ብትንሳኤ እዩ ክብሪ ምስጋናን ልዕሊ ስሙ ይኹን ንኣዳም ዝገበሮ ሰይጣን ብምሉእ ወላ ሓንቲ የትረፈን እግዚኣብሔር ኣምላኽና ኩሉ ኣፈራሪስዎ እዩ ኩሉ ስርሑ ኣፍሪስሉ እዩ ውልድነቱ መሊስሉ እዩ ንኣዳም ማለት ስለዚ ተመልከቱ ናብ ዮሃንስ መፅኡ ተጠሚቑ ኢልና ነርና ኣይኮነ ኣንታይ ኩሉ ሕጊ ክንፍፅም ይግባህና እሞ ግበር ደኣ ኢልዎ ኢልና እዚ ማለት እንታይ ማለት ሎሚ ተመልከቱ ንጉስ ይኹን ኣለና ዶ ሓንሳብ ሃብታም ይኹን ድኻ ይኹን ኩሉ ቤተ ክርስቲያን ክትእንግዶ ከላ ብኸመይ መንገዲ እያ ትእንግዶ ብሓደ ገፅ ኣይኮነን ንስኻ ንጉስ ኢኻ ንስኻ ድኻ ኢኻ ንስኻ ሃብታም ኢኻ ኢላ ትፈላልዮም ድያ ኣይትፈላልዮምን ወዲ ንጉስ ይምፃእ ወዲ ድኻ ይምፃእ ብሓደ ሕጊ ብሓደ ስርዓት ብሓደ መንገዲ እያ ተጠምቖም ወዲ ንጉስ ስለ ዝኾነ ሃ ወርቂ ኣይተቐምጠሉን እያ ወዲ ድኻ ስለ ዝኾነ ከዓኒ መርቢል ኣይተቐምጠሉን እያ ንኹሉ ብማዕረ እያ ተጠምቖም ሓደ እዚ እዩ ቤተ ክርስቲያን ሓድነት ገብራ ትዝክሩ እንድሕዳ ኮንኩም ቀደም ነገስታት ክበኣሱ ከለዉ መን እዩ ዝዓርቆም ነይሩ ነቢያት እዮም ዝዓርቆም ነይሮም ኣይኮነ ክዕምፁ ክጋግየ ከለዉ ንኣብነት ልቢ ኣምላክ ቅዱስ ዳዊት ሰይቲ ኤርዮ ንጉስ ወሲድዋ ነይሩ ኣይኮነ ዓሚፁ ነይሩ ምዛ ከይዱ ዝገንሖ ነብይ እዩ ነይሩ ካልእ ንጉስ ኣይነበረን ወይ ካልእ ወታደር ኣይኮነ ነብይ ናይ እግዚኣብሔር ነይሩ ተመልኩ ነገስታት እኳ ከይተረፉሲ ቤተ ክርስቲያን ሸይማ እያ ትግስፆም ነይራ ቅድስ ቤተ ክርስቲያንና ሎሚ ስለ ንጉስነ ኢላ ትፅልይ ኣይኮነን ግን እቲ ስርዓት ተመልኩት ቀቢኣ ተቐሚጣቶ ባዕላ ቀደም ባዕላ ትቆብኦም ስለ ዝነበረት ማለት እዩ ነቢያት ዝቀብዎም ስለ ዝነበሩ ቀቢኣ ዘቐመጠቶ ስም ስለ ትቦ ንንጉስና ኩስቶ እገሌላ ስሙ ጠቂሳ እያ ትፅልየሉ ሎሚ ግን ቤተ ክርስቲያን እኳ ይፅልን እያ ብፍላይ ንዓና ይቃወሙና እዮም ይቃወሙና ከምዚ ኢሎም ኣይፅልዩን እዮም እንታይ ኢልና ክንፅሊ ቤተ ክርስቲያን ንዝዓፁ ኣቦታትካ ንዝዓፁ እንታይ ኢልካ ክትፅልየሉ ትኽእል ኣነ ብውልቀ ይፅልየሉ ንምንታይ ንስሓ ክህቦ እግዚኣብሄር ክምሕሮ ምሕረት ገብረሉ እምበር ቤተ ክርስቲያን ንንጉስና መፍቀሪ እግዚኣብሄር ኢላ ክትፅልስ ከመይ ዓይነት እዩ ከምኡ ይኮነን እቲ ስርዓት ኣቦታትና ዘቐመጡልና ስርዓት እንታይ ነይሩ በዓላ ቀቢኣ ሸመቶ ሽም ዘውፃትሉ ንንጉስ ናይ ኢላ ቤተክርስትያን እንበዓል ቆስጠንጦኔስ ዝነበርሉ ነገስታት ሪኦም ቤተ ክርስትያን ዝሃንፁ ቤተ ክርስትያን ንቤተ ክርስትያን ዝሰርሑ ምእመናን ዘይሳድዱ ብሕግን ስርዓትን ዝኸዱ ቤተ ክርስትያን ትፅልየ ኣሎ ሎሚ ኮም ስለ ዝተባህለ ሓደ ምስሊም ተነጊሱኸ መፍቀሬ እግዚኣብሔር ኢልና ክንፅልየሉ ማለት ወይ ሓደ መናፍቃ ኣይኮነን ከምኡ ይኮነን መፍቀሬ እግዚኣብሔር ዝበሃል ብመንገዲ እግዚኣብሔር ዝነገሰ እምበኣር ናብቲ ሓሳበይ ክምለስ ከይወስደኩም ብእግ ቀደም ንምንታይ ኣምፅኤ እዚ መሲልኩም ነገስታት እኳ ተተባሂሶም ሲ ፍትሃ ነገስ ዝበሃል ኣሎ ፍት መንፈሳዊ ዝበሃል ኣሎ ናይ ቤተ ክርስቲያን ኣመት ሓደ መዓልቲ ክንመሃሮ ኢና ክርእየኩም እየ እስከ ነገስታት ከመይ ክፈርዱ ከም ዘለዎም እንታይ ክገብሩ ከም ዘለዎም ዝገልጽ እዩ ኣለና ዶ ሓሳብ ሎሚ ግን ሰብ ብርእሱ እንታይ ይበሃል ዝገብር ኣይኮን ስለዚ ቅድም ቤተ ክርስቲያንና ባዕላ ትሸሞም ነይራ ኩሉ ነገር ባዕላ ትገብረሎም ነይራ ናይ ኩሉ ማዕርነት ዘሎ ኣብ ቤተ ክርስቲያን ኣብ ነገስታት ተኸድካ ንጉስ ናቱ መቐመጥ ኣሎ፣ ወታሃደራት ናቶም ኣሎ፣ ኩሉ በቦቱ ኣሎ ኣይኮነን። ሰራሕተኛ ኣብ ናይ ንጉስ ቦታ ኮፍ ይብል ድዩ? ሰራሕተኛ ናይ ንጉስ መግቢ ይበልዕ ድዩ? ኣይበልዕን። ኣብ ቤተ ክርስቲያን ግን ተመልከቱ፣ ማእድ ወልደ እግዚኣብሔር ኩሉ ዝበሎ ንጉስ ይኹን ድኻ ይኹን ቆልዓ ይኹን ዓብይ ይኹን ኩሉ ብሓንቲ እርፈ መስቀል ብሓንቲ መኣዲ እግዚኣብሔር ዝበል ንጉስ ተባሂሉ እኳ እርፈ መስቀል ኣይቅየር እርፈ መስቀል ፈትኩም ኣሎ ማንካ ማለት እየ ኣብ ኮሮና እንታይ ኣጋጢሙ ነይሩ ኢሎምኹም ኮሮና ስለ ዝነበረስ ቀይሩልና እዚ ማንካ እዚ ኢሎም ይበሃል ተመልከቱ መስቀል ኣይንሳለምኒና ዝብልሉ ዋላ ካህናት ኮይኖም ሲ መስቀል ኣይነሳልምኒና ኩሮና እዩ ዝበሉሉ ብጣዕሚ ግን ዘሕፍር ዘሕዝንን እኳ እዩ። መስቀል ጎይታሲ ኣጋንንቲ ዝቕጥቅጥ ሕማም ዝፍውስ እኳ ኣይኮነን። ሰብ ኮሮና ቻይና ኣምፅያቶ እዩ ዝበሃል ግን ተመልከቱ ሰብ ሰርሖ ነገር በቲ ናይ እግዚኣብሔር ነገር ከም ዝፈርስ ዘይንፈልጥ ምኳንና እዩ። ኣገልገልቲ እውን ተባሂልና ምእመናን ተባሂልና ቤተ ክርስቲያን ግን ንኩሉ ማዕርያ ሕማም ኣሎ ኢላ ካብ ምስላም ኣይትኽልክል ኣለና ዶ ሓንሳብ ካብ መታው ኣይትኽልክል ካብ ምቁርባን ኣይትኽልክል ከምዚኣ ዝበለ ኣደ ኩሉ እመ ኩሉ ዝኾነት ቤተ ክርስቲያን ኣበይ ትርከብ ብሓቂ ነዛ ቤተ ክርስቲያን ዝሃበና እግዚኣብሔር ክብሪ ምስጋና ልዑል ስሙ ይኹን ትምህርተይ ንምጥቕላል ተመልከቱ እምበኣር ንጉስ ይኹን ገለ ይኹን ሎሚ መድሃኒ ዓለም የሱስ ክርስቶስ ናብ ዮሃንስ ከይዱ ተዘይጥመቕ ነይሩ ነገስታት እንታይ ንብሉና ነይሩ መሲሉ ቀሺ በረኸት ንዓ መፂኻ ወደ ይጠምቁም ይብሉ ነይሩ ቀሺ ኩሶ ንዓ መፂኻ ወደይ ጠምቆ ጓለይ ጠምቃ ምብልና ነይሩ። ተመልከቱ ወዲ ንጉስ ይኹን ወዲ ገለ ይኹን ግን ናበይ መፂ ይጥመቕ? ቤተ ክርስቲያን። ስርዓት ማለት እዚ ጎይታ ዝገበሮ ከዓ እዚ እዩ። ኩሉ ስርዓት ክንፍፅም ይግባኣና እዩ ዝበሎ ንሱ እዩ። ጎይታ ንዮሃንስ መፂኻ ጠምቐኒ ኢልዎ ነርቶ ዝኸውን ሎሚ ነገስታት እንታይ ይብሉና ነይሩ? ንዑ ጎይታ እኳ ከምዚ እዩ ዝበለ ኣነስ ንጉስኩም እንዴ ምበልና ነይሩ ብዘይብኡ እኳ ንዋረድ ኣለና ሽግር ከምዚ ዕድል ተዝረኽቡ ዳ እንታይ እንታይ ክገድፉልና ብሓቂ ግን እግዚኣብሔር ኣምላኽና ከምዚ ዓይነት ስርዓት ሰርዕልና ክብሪ ምስጋናን ንልዑል ስሙ ይኹን ማለት እዩ። ንምንታይ ኢየሱስ ክርስቶስ ብማይ ገይርዎ ጥምቀቱ ንዝብል ብሕፅር ሕፅር ዝበለ ንመልከት። ሕጂ እውን ንኹሉ ማዕረ ዝኸውን ኣብ መጽሓፍ ቅዱስ እንታይ ዝበሃል ኣሎ ብስም ወዲ መዝሙረይ ብርጭቆ ማይ ዝሑል ዘስተይ ዓስቡ ይስእኒ ኢሉ ኣይኮነ እዚኣ ሓዝዋ ብስም ወዲ መዝሙረይ ብርጭቆ ማይ ዝሑል ዘስተይ ዓስቡ ኣይስእኒ ኢሉ ናብ ጥምቀት ንመለስ ጥምቀት ከ ብምንታይ ገይርዎ ብማይ ብርጭቆ ማይ ትግዛእ ድያ ማይ ይግዛእ ኣይንገዝኦን ኢና ይብሉ። ማይ ሳሓ ተባሂሉ ዝግዛእ ኣሎ፣ ግን ተፈጥሮኣዊ ማይ ኣይግዛእን እዩ። ንዕኡ እውን ንሶም ዝፈጠርዎ ማይ ኣይኮነን እቲ ዝግዛእ እውን ካብኡ ወሲዶም ኣፃሪና ከሚካል ገለ- ጌርና ካብ ሕማም ንመከላኸል ተባሂሉ ዝሸጥዎ ዳይ እምበር ተፈጥሮኣዊ እዩ ማይ ዝግዛእ ኣይኮነን ዝዕደግ ኣይኮነን። እምበኣር ተመልከቱ ጥምቀት ብማይ ዝገበረሉ ዋና ምክንያት ሃብታምን ድኻን ንኸይፈሊ እዩ። ሃብታምን ድኻን ተፈልዩ ንጉስን ድኻን ተፈልዩ ውልድነት እግዚኣብሔር ካብ ምርካብ ወይ ከዓ ውልድነት እግዚኣብሔር ከይስእን ተባሂሉ ዝተገብረ እዩ መድሃኒ ዓለም የሱስ ክርስቶስ ዝገበሩ ስለዚ ተመልከቱ ሓደ ሰብ ንምጥማቕ ገንዘብ የድልዮ ድዩ ኣየድልዮን ሃብታም ምዃን የድልዮ ድዩ ኣየድልዮን ሃብታም ከድኻ ምዃን የድልዮ ድዩ ኣየድልዮን መፂ ቤተ ክርስቲያን ብናፃ ምጥማቕ ማለት እዩ ስለዚ ዋና ምክንያት ዝገበረሉ ነዚ ብመዓር ብወርቂ ብፃባ ነርተ ዝኸውን ፀባ ኩሉ ኣለዎ ማለት ድዩ ኩሉ የብሉን ኣይኮነን ስለዚ እቲ ዘለዎ ፃባ ብፃባ ምተጠምቀ ነይሩ እቲ ዘይብሉ ከዓ ኣኪልዎ ስለ ፃባ ዘይብለይ እኳ ኢሉ ካብ ድሕነት መበል ምክንያት ንከይንረክብ ግን ወዲ ሰብ ምክንያት ከይረክብ ብማይ ገይሩ ማይ ስለ ዘየለ ኮ ዘይተጠመቁ ክብል ኣይክልን እዩ ወዲ ሰብ ኣይኮነ ስለዚ ምክንያት ከይረክብ ንድሕነት ብማይ ገይርዎ ማለት እዩ ማይ ከዓ ተፈጥራዊ ስለዝኾነ ብተፈጥሮ ድሕነት እንረክብ ማለት እዩ እምበኣር ተመልከቱ ሎሚ ጥምቀት ኢልና እነብዕሎ ዘለና መድሃኒ ዓለም የሱስ ክርስቶስ ዝተጠመቐሉ እዩ ዓንተ እንታይ ኢለኩም ነይረ እዞም ክልተ ነገር ንዓና ምእሰሪ እዮም ኢልና ነርና ኣይኮነ ትምህርተይ ዘጠቓልሎ በዚ እዩ። ኣነ ንስኻትኩምን ውልድነት ረኺብና ኢና። እነብዕሎ ዘለና ዝተጠመቕናሉ ይኮን ጎይታ ዝተጠመቑ ዓመት ዓመት እነብዕሎ ኣለና። ውልድነት ግን ኩሉ ግዜ ኢና ንረክብ። ኣነን ንስኻትኩም ውልድነት ረኺብና ተጠሚቕና ፅቡቕ ብድሕሪ ኸናበይ ኢና ናበይ ናይ ስቴብ ኢና ክንከይድ ዘለና ኣለና ንባሓንሰብ ናበይ ናይ ስቴብ ኢና ክንከይድ ዘለና ተጠሚቕና ስ ክንብል ኣለና ክንዓቢ ኣለና እምበር ክርስትና ማለት ዕብየት ማለት ኮይ ክንዓቢ ኣለና ናበይ ኢና ንዓቢ ናብ ስጉእን ደሙ ንዓቢ ኣለና ብሓንሳብ ሎሚ ኮኒ ወፂኡ ዘይተመልሰሉ ዘመን ኮይነ ዘለና ንስራሕ ኢሉ ወፂኡ ሓደ ኣርቲስት ኢትዮጵያዊ ዓንተዊ እንዳመፀኹ የንብብ ነይረሲ ንስራሕ ኢሉ ወፂስ ሓሚመ ኢሉ ሕክምና ኣትዩ መይቱ በቃ ተመልከቱ ወፂኻ ዘይትምለሰሉ ደቂስካ ዘይትስኣሉ ግዜ ኢና ወላ ሓንቲ ይንፈልጥን ኢና እሞ እንታይ ደኣ እሞ ድሕሪ እታ ዝቆረብናያ ኣብ ጥምቀትና ብድሕሪኡ ቅዱስ ቁርባን ክንቆርብ እዩ ዝግበኣና ቅዱስ ቁርባን እመኑ ንክርስትያን ካብ ዝኾነ ነገር ኣይክልክለናን እዩ ኩላትና ካብ ሕጂ ከነሰልጥኖ ዘለና ኣብዚ ቤተክርስትያን ከማን ከምኡ እዩ ከምዚ ሕጊ ተዘውፅ ኣብዚ ናተይ ማለት ናይ ቤተክርስትያን ኮን ዘሎ ግን ብትክክል ናይ ቤተክርስትያን እውን ከምኡ እኳ እዩ ሕጊ ክኸውን ነይርዎ ኢለ ዝኣምነሉ ዘይቅበል ኣይእቶ ኣይምፃእ ክርስትያን ኣይኮነን ተባሂሉ ሕጊ ተዝወፅእ መቸም ብግዴታ ተዝኸውን ንሕና ኣኺልልና እንዲ ግዴታ ነገር ናትና ኣይብለን ኩሉ ናፃ ስለ ዝኾነ እኮ ናይ እግዚኣብሔር እንታይ ይባል ንዕበየሉ ተመልከቱ ክነግረኩም ሓጢኣተኛ ኢልኩም ተኾንኩም ትዕቢት እዩ ሓጢኣተኛ ኢልኩም ዘይትወስዱ ተሃሊኹም ቅዱስ ቁርባ ትዕቢት እዩ ኣለና ኣርባሓንሳ ምክንያቱ እቲ ዝወስድ ንባዕሉ ንፁህ ስለ ዝኾነ ይኮነን እያ መክንያቱ እቲ እትወስዶ ካብቲ ሓጢኣትካ ዘንጽሆ ስለ ዝኾነ እዩ መክንያቱ እቲ እትወስዶ ቅዱስ ቁርባን ካብ ሓጢኣትካ ዝሓጽብ ስለ ዝኾነ እዩ ኣለና ንሓንሳ ስለዚ ብድሕሪ ጥምቀት ናበይ ክንዓቢ ኣለና ናብ ስጉን ዶ እዚ ኩላትና ክንሓስበሉ ኣለና ኩሉ ግዜ ይንገር ዝሓለፈ ተነጊርና ሎሚ ይንገረና ኣሎ መዝገባ ክንጅምር ኢና ካብ ዝመፅእ ዘሎ ኣለና ብሓንሳ መዝገባ ክንጅምር ኢና ቅዱስ ቁርባን ዝወስድ ዘይወስድ እንዳበልና ድኽመት ሃሊ ብሓንሳብ እንዳተማኸርና ብርትዓት ሃሊ ብሓንሳብ ናይታ በቃ ክርስትያናዊ ህይወት ክንነብር ኣለና ኣብ ደገ ክርስትያን ኣብ ገዛ ከዓኒ ኣይጠቕሶን እየ በቃ ከምኡ ይንኾን ግን ኣብ ደገናን ኣብ ውሽጥናን ክርስትያን ክንከውን ኣለና በቃ ሓጢኣት ንስራሕ ንስራሕ ወይለከ ሰባት እንዲና ነዚ እኳ ቤተክርስትያን ክፅርልኽላ እንታይ ኢላ ፅር ድኻም ናይ ሰብ ትፈልጥ ኢኻ እሞ እያ ትብል ድኻምና ይፈልጥ እዩ ኣይኮነ እግዚኣብሔርስ ንሕና ከማ ናይ ደቅና ድኻም ንፈልጥ ንፈልጥ ኣይነ ንፈልጥ ኢና እግዚኣብሔር ግዳይ ማዕረ ክንደይ ዘይፈልጠና ጥራይ ሓጢኣትና ንናዘዝ ተናዚዝና ንውሰድ ነዚ ድልዋ ዲና ሕጂ በቃ ኩላትና ናብ ቅዱስ ቁርባን ክንበፅሕ ኣለና በዓለ ጥምቀት ናብ ስጉእ እንደምን ዘብፅሕ እዩ ስለዚ እንኳዕ ብሰላም ናብዚ ክቡር ዕለት ኣብፀሐና መድኃኔ ዓለም ኢየሱስ ክርስቶስ ኣብዚ ጥምቀት እዚ ምስጢረ ሥላሴ ዝተገለጸሉ እዩ። ኣብ ኣብ ሰማይ ኣብ ደመና ኮይኑ ዘፍቅሮ ወደይ እዚ እዩ ዝበለሉ ወልድ ብኣካል ኣብ ርዋ ዮርዳኖስ ዝተረኣየሉ መንፈስ ቅዱስ ከዓ ብኣምሳል ርግብ ዝወረደሉ ማለት እዩ። ገሃድ ኢልና ነርና ንዓንቶ ኣይኮነ ገሃድ ማለት ገሃደ ይመፅእ እግዚኣብሔር ይብል ልበ ኣምላክ ቅዱስ ዳዊት እግዚኣብሔር ኣምላክ ብግልፂ ክመፅእ ይብል ገሃድ ማለት ግልፂ ማለት ጥምቀት ከዓ ምስጢረ ስላሴ ብገሃድ ዝተገለፀሉ ማለት እዩ እግዚኣብሔር ኣብ እነሆቱ ዘፍቅሮ ወደይ እዚዩ ንዑ ስምዑ ወይሉ ኣብ ደመና መንፈስ ቅዱስ ብኣምሳል ርግብ ወሪዱ ኣብ ርእሱ ኣብ ርእሱ ዓልዩ ወልድ ብዝተፈለየ ኣካል ኣብ ርባ ዮርዳኖስ ንጥምቀት ተራኺቡ ስለዚ ምስጢረ ስላሴ ተገሊጹ ማለት እምነትና ንሕና ዝተገልጸ እምነት እዩ ዘለና ዝተገልጸ እምነት ኢና ንብል ዘለና ዝተገልጸ ዘይንፈልጦ ዘይተገልጸ ኣምላኽ ኣይነምልኽን ኢና ክብሪ ምስጋና ንእግዚኣብሔር ኣምላኽና ይኹን ኣብዚ ጥምቀት ዓብዪ ምስጢረ ስላሴ ዝረኣናሉን ዝተጋሃደሉን እዩ እሞ ብሰላም ንዓመታ ከምዚ የጽናሓና ዝተማርና ኣብ ልብና ይሕድረልና ቃል ህይወት